ዙር ቅድድም ብሽክሌታ ሩዋንዳ 2019 ሎሚ ቀዳም ክልተ መጋቢት ኣብ ዝተቓንዓሉ ኤርትራዊ ያቆብ ደበሳይ ኣርሓ ናይዚ ዕለት ኮይኑ ብምውዓል ኣንጸባራቕ ዓወት ሰሪሑ። እዚ ካብ ኒያማታ ናብ ርእሲ ከተማ ኪጋሊ ዘምርሐ 84.1 ኪሎ ሜትር ንውሓት ዝነበሮ ውድድር ምስ ተበገሰ ኤርትራውያን ተቐዳደምቲ ያቆብ ደበሳይን ሲራክ ተስፎምን ምስ ካልኦት 13 ተወዳደርቲ ካብ መቀዳድምቶም ተፈልዮም ናብ ቅድሚት ኣምሪሖም። ተቐራረምቲ ከባቢ ዒስራ ኪሎ ሜተር ምስ ሸፈኑ ብእምኒ ዝተሰርሐ ወይ ድማ ኮብልድ ንዝኾነ ጽርግያ ተተሓሒዞሞ። እቶም ተቐራረምቲ ኣብ ሰዓት ብገምጋም ኣርባዓን ሓደ ነጥቢ ሽዱሽተ ኪሎ ሜተር እናተወንጨፉ ኣብ ዝኸዱ ዝነበሩ እዋን ዝናብ ክዘንብ ጀመረ። ያቆብ ኣብ መበል ኣርባዓ ኪሎ ሜተር ተዳልያን ዝነበረት ናይ ነጥቢ ቦላታ ካልኣይ ደረጃ ሒዙ ነጥቢ ክወዘላ እንከሎ ኣብ መበል ሓምሳ ኪሎ ሜተርን ዝነበረት ብቀዳማይ ደረጃ ዝተለክዐት ናይ ዓቐብ ቅድም ድማ ንመወዳድርቱ ቀዲሙ ተዓወተላ። ያቆብ በዚ ከይዓገበ ውድድሩ ጌና ሰላሳን ክልተን ኪሎ ሜተር ተሪፍዎ እንከሎ በርቃዊ መጥቃዕቲ ብምፍናው ምስኡ ንዝነበሩ ዓሰርተ ኣርባዕተ ተቐዳደምቲ ጠንጢንዎም ተዓዝረ። ወዲ ዓሰርተ ትሽዓተ ዓመት ያቆብ ናብ ከተማ ኪጋሊ ኣብ ዘእቱ ኮብልድ መንገዲ ብዝኻፊፍ ዝነበረ ዝናብ ተሰንዩ ናህሩ ካብ እዋን ናብ እዋን እናዕረገ ኣብ ቅድሚኡ ንዝነብራ ክልተ ናይ ዓቐብ ውድድር ከሲቡለን ንመዛዘሚ መስመር ኣቋመተ። እዚ ከምዚሉ እንከሎ ድሒራ ካብ ዝነበረት ዓባይ ጉጅለ ወናኒ ቢጫ ማልያ ተቐዳደማይ ክለብ ኣሳና መርሃዊ ቅዱስ ካብኡ ብ ዓሰርተ ሸውዓተ ካልኢታት ተፈንቲቱ ንዝቐነ ኤስቶንያዊ ራይ ታማራይ በቲኽዎ ተዓዝረ። እታ ካብ ግዳይ መጥቃዕቲ ያቆብ ዝኾነት ጉጅለ ፋሕፋሕ ኢላ ንያቆብ ክትሃድኖ እኳ እንተፈተነት እቲ ከም ዑፍ ዝበርር ዝነበረ ምንኣስ ሓዎም ንፍረቓልሲ ክንዲ ሽሕ መኽሰብን ሞሳናን ግን ዝጸዓድ ኮይኑ ኣይተረኽበን። ብዒስራን ሓደን ካሊታት በሊጹ ንጎደናታት ኪጋሊ በይኑ ብሒትዎ መዛዘሚ መስመር በጽሐ። ኢጣልያዊ ኣሌሳንድሮ ፊለሊ ካብ ክለብ ዴልኮ ማርሴ፣ ፈረንሳዊ ኣድርያን ጎይለት ካብ ክለብ ኢንተር ፒሮ ድማ ካልኣይን ሳልሳይን ደረጃ ክሕዙ እንከለዉ፣ ዒስራን ክልተን ካሊት ዝደሓረ ሲራክ ተስፎም ከኣ ራብዓይ ተርታ ተሰሪዑ። ኣብ ቢጫ ማልያ ንዝነበሮ መሪሕነት ንምውሓስ ንታማራይ ቆሪጹዎ መጺኡ ዝነበረ መርሃዊ ቅዱስ፣ ሒደት ኪሎሜተራት ምስ ተረፎ ወዲቑ እኳ እንተነበረ ተንሲኡ ንመወዳድርቶም ከርክብዎም ክኢሉ ነይሩ። እንተኾነ ግን ሕማቕ ኣጋጣሚ ኮይኑ መሊሱ ድማ ጎማ ስለ ዝነፈሶ ብዝነፈሰ ጎማ ቅድድሙ ዛዚሙ። ከም ውጽኢት ናይዚ ድማ ኣንጺፍዎ ዝነበረ ፍልልይ ካብ ዓሰርተ ሸውዓተ ናብ ሸውዓተ ካሊታት ለጠቕ ኢሉ። ሄኖክ ሙሉብርሃን ምስ መርሃዊ ሓምሳን ሸሞንተን ካሊታት ደንጉዩ ክኣቱ እንከሎ ቢንያም ግርማይ መበል ዕስራን ትሽዓተን፣ መኽሰብ ደበሳይ መበል ሓምሳን ሓደን፣ ዓወት ገብረመድህን ድማ መበል ዕስራን ሓደን ኮይኖም ነዚ ናይ ሎሚ ውዕሎ ደምዲሞሞ። ማልያ ኣንበሳ ዓቐብ ምስ ሩዋንዳዊ ሞይሴ ሚጊሻ፣ ቀጠልያ ማልያ ቅጽበታዊ ድርባ ምስ ቀተቐዳዳማይ ክለብ ፕሮቴክ ደሓን ዱፕለይ፣ ማልያ ብሉጽ መንእሰይ ምስ ኤርትራዊ ያቆብ ደበሳይ ኣለዋ። ብጋንታ ሃገራዊት ጋንታ ኤርትራ ብ ኣርባዕተ ደቒቕን ዓሰርተ ሽዱሽተ ካልኢትን ንክለብ ኢንተር ፕሮ ሳይክሊን ኣካዳሚ መሪሓት ብመሪሕነታ ኣውሒሳ ኣላ። ኣብዚ ናይ ሎሚ ዘመን ዙር ሩዋንዳ ካብ ዝተኻየደ ሸውዓተ መድረኻት እቲ ኣርባዕተ ብዓወት ኤርትራውያን እዩ ተደምዲሙ። መርሃዊ ኣብ ክልተ፣ ቢንያምን ያቆብን ድማ ነፍሲ ወከፎም ኣብ ሓሓደ መድረኽ ስሞምን ስም ሃገሮምን ኣበሪኾም። ሻሙናይን መዛዘምን መድረኽ ዙር ሩዋንዳ ክልተ ሽሕን ዓሰርተ ትሽዓተን ጽባሕ ሰንበት ሰለስተ መጋቢት ኣብ ውሽጢ ከተማ ኪጋሊ ብዝግበር ናይ ስሳን ሽዱሽተን ነጥቢ ሸሞንተ ኪሎሜተር ክካየድ እዩ። ኣብ ግጥም ሜርሲሳይድ ደርቪ ኤቨርተን ነታ ኣብ ዝሓለፈ ሸሞንተ ዓመታት ደፊራታ ዘይትፈልጥ ኣብ ላዕለዋይ መሳልል ፕሪምየር ሊግ እትርከብ ሊቨርፑል ፅባሕ ሰንበት ሰዓት ሸውዓተን ርብዕን ምሸት ኣብ ስታድየም ጎዲሰን ፓርክ ክትቅበላ እያ ሎሚ ምስ ቦርንማውዝ ፍኹስ ዝበለ ግጥም ዘለዋ ማን ሲቲ እንተድኣ ተዓዊታ፣ ሊቨርፑል ንናይ ሰንበት ግጥማ ኣብ ትሕቲ ወጥሪ እያ ከተካይዶ። ኤቨርተን ንሊቨርፑልን ናይ ሓንቲ ከተማ ክለባት ይኹና ደኣ እምበር፣ ኣብ መንጎኣን ን ሚእትን ዕስራን ሓሙሽተን ዓመታት ዝኸደ ጽልኢ ዘለወን፣ ሻምፕዮንነት ሊቨርፑል ንኤቨርተን መርድእ ብምዃኑ ድማ ነዛ ቀንዲ መተሃላልኽታ ካብ ጉዕዞኣ ንምስንኻል ኣእጋራ ስሒላ እያ ክትጽበያ። ክሎፕ ሜርሲሳይድ ደርቪ ንኤቨርቶናውያን ልክዕ ከም ግጥም ፍጻመ ዋንጫ ዓለም ኢሉ ዝሓጨጨ ክኸውን ከሎ፣ ናይ ኤቨርተን መዘንኡ ማርኮ ሲልቫ ድማ ንዓና ጥራይ ዘይኮነስ ዋላ ንሊበርፑላውያን'ውን ዋንጫ ዓለም'ዩ፣ ኣብ ቀዳማይ እግሪ ኣብ ምዉት ሰዓት ጎል ምስ ኣእተዉ ክሎፕ ናብ ውሽጢ ሜዳ ብምእታው ከመይ ከም ዝዓበደ ርኢኹሞ ኢኹም ብምባል ኣይንሕሾ ኣይንሓምቆ ዘሰምዕ መልሲ ሂቡ። ሮቤርቶ ፊርሚኖ ሓውዩ ብምህላዉ ክሎፕ ሓደ ዓቢ ብስራት'ዩ። ዝሓለፈ ሰንበት ምስ ኣሰልጣኒኡ ዝተጎራፈጠ ሄንደርሰን ብረቡዕ ኮፍ ድሕሪ ምባሉ ጽባሕ'ውን መንበር ከማሙቕ ተኽእሎ ኣለዎ። ናቢ ከይታ'ውን ድሉው ብምህላዉ ክሎፕ ኣብ መስመር ምክፋል ብዙሕ ምርጫታት ኣለዎ። ብወገን ኤቨርተን መቕጻዕቱ ዝወደኣ ኩርት ዙማ ኣብ ቦታ ፊል ጃጌልካ ክስለፍ ትጽቢት ኣሎ። ኣብ ሰሎሎ ዝጸንሐት ቸልሲ ድሕሪ'ቲ ንቶተንሃም ክልተ ባዶ ምቕጻዕ፣ ምስታ ንኣሰልጣኒኣ ራኔሪ ዘባረረት ኣብ ድሕሪት ዘላ ፉልሃም'ያ ክትራኽብ። እዚ ድማ ነቲ ህላውነቱ ኣብ ሓደጋ ኣእትዩ ዝጸንሐ ማውሪስዮ ሳሪ ተወሳኺ እፎይታ ዝህብ ኣጋጣሚ'ዩ። ብጀካ'ዚ እዛ ካብ ዩናይትድ ብክልተ ካብ ኣርሰናል ድማ ብሰለስተ ነጥብታት ድሒራ ኣብ ሻድሻይ ተርታ ተሰሪዓ ዘላ ጋንታ ኣብቲ ንፕሪምየር ሊግ ምስ ቀዳሞት ኣርባዕተ ጋንታታት ኮይና ንምፍጻም ትገብሮ ዘላ ፈተነ ኣብ ሓዲድ ውድድር ንኽትጸንሕ ከኽእላ እዩ። ሳሪ ብረቡዕ ንኬፓ ዋላኳ እንተቐጽዖ፣ እቲ ሓላዊ ማዕጾ ቀዳማይ ምርጭኡ ምዃኑ ስለዝሓበረ ግን ጽባሕ ምሕረት ክገብረሉ ምዃኑ ይእመን። ኣብዚ ናይ ጽባሕ ቅልል ዝበለ ጸወታ፣ ሳሪ ንከም በዓል ሃዛር ዝኣመሰሉ ወሰንቲ ተጻወትቱ እኹል ዕረፍቲ ንምሃብ ኣብ መንበር ተቐየድቲ ኣቐሚጡ ክጻወት ይኽእል እዩ። እዚ ስጉምቲ እዚ ድማ ንከም በዓል ዊልያን ናይ ምስላፍ በሪ ከርሕወሎም እዩ። እዚ ጸወታ ሰዓት ሓሙሽተን ሓሙሽተን ድሕሪ ቐትሪ ክፍልም እዩ። ንሴሪኣ ኢጣልያ ቀዳመይትን ካልኣይትን ኮይነን ዝመርሕኦ ዘለዋ ናፖልን ዩቬንቱስን ጽባሕ ምሸት ሰዓት 10 ፈረቓን ኣብ ከተማ ኔፕልስ ስታድዮም ሳን ፓውሎ ክራኸባ እየን። ኣብ መንጎ እዘን ጋንታ ዘሎ ናይ ነጥቢ ፍልልይ ዓሰርተ ሰለስተ ብምዃኑ፣ እቲ ጸወታ ንማልያ ዝግበር ግጥም ካብ ምዃን ሓሊፉ ኣብ ውድድር ሻምፕዮን እታ ሃገር ዘምጽኦ ለውጢ ብዙሕ ኣይክህሉን እዩ። ራውል ኣልቢዮል ካብዚ ናይ ጽባሕ ግጥም ዝበኩር ተጻዋታይ ናፖሊ ክኸውን ከሎ፣ ክርስትያኖ ሮናልዶ ድማ ካብ ማህረምቲ ዓንካር ዓንካሪቶ ሓውዩ'ኳ ይበሃል እንተሎ፣ ብዝያዳ ግን ቅድሚ ጸወታ ብዝግበር ሕክምናዊ ምርመራ ብቕዓቱ ክፍተሽ እዩ። ጁቬንቱስ ኣብ ቀዳማይ እግሪ ክልተ ባዶ ምስ ዝቐጻዕታ ኣትሌቲኮ ማድሪድ ናይ ሞትን ሕየትን ካልኣይ እግሪ ግጥም ንሻምፒዮንስ ሊግ ኤሮጳ ይጽበያ ምስ ምህላው ኣሰልጣኒ ኣሌግሪ ንኩነታት ጥዕንኡ ኣብ ግምት ኣእትዩ ንሮናልዶ ከዕርፎን እቲ ዝዓበየ ተኽእሎ እዩ። ሰርጂዮ ኣጉሮ፣ ፖል ፖግባ፣ ሳዲዮ ማነ፣ ፊርጊል ፋንዳይክ፣ ኣሽሊ ባርነስ በርንሊ፣ ሉክ ሻውን ዊልፍረድ ዛሃን ንሽልማት ብሉፅ ተፃዋታይ ፕሪምየር ሊግ ወርሒ የካቲት ክሕፀዩ ከለዉ ፔፐ ጓርዲዮላ፣ ኦሊገነር ሾልሻየር፣ ኡናይ ኤምረን ድማ ካብ ኣሰልጠንቲ ንተመሳሰል ሽልማት ተሮቂሑ። ኣሰልጣኒ ቸልሲ ማውሪዝዮ ሳሪ፣ ጌጋ ሓላውልዳት ኬፓ ዝሓዘ ፋይል ስለዝተዓጽወ፣ ኣብዘን ዝመጽእ ክልተ ግጥማት ክስለፍ ምዃኑ ኣፍሊጡ። ኣብ ቡንደስሊጋ ጀርመን፣ ባየር ሙንሸን ሎሚ ኣብ ልዕሊ ቦሩስያ ሞንሸንግላድባሽ እንተድኣ ተዓዊታ፣ ነታ ኣብ ወርሒ ታሕሳስ ብ ትሽዓተ ነጥቢ ትበልጻ ዝነበረትን ትማሊ ድማ ብ ኣውግስበርግ ክልተ ብ ሓደ ዝተረትዐትን ቦሩስያ ዶርትሙንድ ብነጥቢ ክትመዓራረ እያ። ሰርጂዮ ራሞስ ኣብ ናይ ዝሓለፈ ረቡዕ ግጥም ኮፓ ዴል ረይ ምስ ወዲ ጋንትኡ ካዘሚሮ ድሕሪ ምግጫው ቃንዛ ሰለፍ ስለዝደገሶ ኣብ ናይ ሎሚ ምሸት ግጥም ክላሲኮ ምስላፉ ኣጠራጣሪ'ዩ ተባሂሉ። ኣሰልጣኒ ቶተንሃም ማውሪሲዮ ፖቼቲኖ ጋንትኡ ድሩት ዝኾነ ፋይናንሳዊ ባጀት ዋንጫ ክትዓትር እንተደኣ ኮይና ተኣምራታዊ ዝኾነ ኣሰልጣኒ ክትቆጽር ኣለዋ ብምባል እቲ ንሱ ብውሱን ባጀት ዘመዝግቦ ዘሎ ዓወታት ካብ ትጽቢት ወጻኢ ዓቢ ምዃኑ ኣፍሊጡ። ኣሰልጣኒ ፓሪስ ሰይን ጀርማን ቶማስ ቱሸል ኣጥቃዓይ ኤዲሰን ካቫኒ ምስ ማይ ዩናይትድ ንዝሰላሰል ዘሎ ግጥም ካልኣይ እግሪ ሻምፕዮንስ ሊግ ኤሮጳ ሓውዩ ንኸረክብ ዘለዎ ዕድል ኣዝዩ ጸቢብ ምዃኑ ገሊጹ። ኦሊግናል ሾርሻየር ቀዋሚ ኣሰልጣኒ ማይ ዩናይትድ ክኸውን ከም ዝደሊ ብምሕባር እቲ መዝነት እንተዘይተዋሂብዎ ስግንጢር ተባሂሉ ክግለጽ ከም ዝኽእል ሓቢሩ። ባርሴሎና ሎሚ ምሸት ኣንጻር ማድሪድ ኣብ ትገብሮ ግጥም ኤል ክላሲኮ ብቕዲ ኣብ 1998 99 ተዘውትሮ ዝነበረት ዕጥቂ እተሰርሐ ማልያ ለቢሳ ናብ ሜዳ ክትኣቱ እያ። ኤቨርተን ኣብዚ ዓመተ ስፖርት ኣብ ነፍሲ ወከፍ ጸወታ ፕሪምየር ሊግ ናይ ኩርናዕ ቅላዕ ክትረክብ ዕድል ዝረኸበት ጋንታ እያ። እዛ ጋንታ ጽባሕ ሰንበት ምስ ሊቨርፑል ኣብ ትገብሮ ግጥም ሜርሲሳይድ ደርቢ እንተ ደኣ ኩርናዕ ረኺባ ስፖርትስማን ዝተባህለ መርበብ ሓበሬታ ስፖርት ንሓደ ዕድለኛ ተኸታታሊ ሚእቲ ፓውንድ ክትሽልሞ ምዃና ቃል ኣትያ። ናይ ሚእትን ዕስራን ሓሙሽተን ዓመት ታሪኽ ዘለዎ ግጥም ሜርሲሳይድ ደርቪ ብኣቆጻጽራ ምብራቕ ኣፍሪቃ ጽባሕ ሰንበት ሰዓት ሸውዓተን ርብዕን'ዩ ኣብ ስታድየም ጎዲሰን ፓርክ ክካየድ። ተጻዋታይን ኣሰልጣንን ክለብ ሊቨርፑል ዝነበረ ግራይም ሶንስ፣ ኣብዚ ሕጂ እዋን ኣብ መደበር ተለቪዥን ስካይ ስፖርትስ ተንታኒ ጸወታ ኩዕሶ እግሪ ኮይኑ እዩ ኣብ ምዕያይ ዝርከብ። ወዲ ስሳን ሓሙሽተን ዓመት ሶንስ ሕርቃኖም ካብ ዘይቆጻጸሩ ሰባት ሓደ ኮይኑ፣ ዝሓለፈ ሰንበት ብድሕሪ ጸወታ ሊቨርፑልን ማንቸስተር ዩናይትድን ብኣላይነት ጋዜጠኛ ዴቪድ ጆንስ ምስ ጄሚ ካራገር፣ ጋሪ ኔቪልን ካልኦትን ብምዃን ነቲ ጸወታ ብቐጥታ ኣብ ዝመሓላለፍ ዝነበረ ፈነወ ተለቪዥን እናገምገመ እንከሎ ሃንደበት ንጆንስ ንምንታይ ከምኡ ጌርካ ትርእየኒ? ኢልዎ። ጆንስ ድማ ሊቨርፑል ጽቡቕ ተጻዊቶም ንጸወታ ዓብሊሎሞ ትብል ኣለኻ'ሞ እዞም ብጸወትና ምሳኻ ዝሰማምዑ እንተኾይኖም'ዩ ገሪሙኒ ብምባል ምላሽ ሂቡ። ሶነስ ድማ ኣይኮነን እቲ ኣጠማምታኻ'ምበር ብምባል ሕማቕ ጌሩ ከም ዝጠመቶ ገሊጹሉ። ዘረባ ሶነስ ዘስደመሞ ጂሚ ካራገር ድማ ሰሓቑ ንደገ ከይወጽእ ምስ ስምዒታቱ ተቓሊሱ። ዝሓለፈ ዓመት ውን ሶንስ መራሒ መደብ ሓሳባትካ ክትገልጽ ውሕዳት ካልኢታት እየን ተሪፈናኻ ዘለዋ ምስ ተባህለ ብቁጥዐ ብቐጥታ ንዝመሓላለፍ ዝነበረ መደብ ረጊጹ ወጺኡ እዩ። እምበኣርከስ ዝኸበርኩም ተኸታተልትና ንሎሚ ኣዳሊናዮ ዝነበርና መደባት ኣብ ተዛዚሙ ኣሎ። ኣብ ዝቕጽል ብኻልእ መደብ ስጋዕ ንራኸብ። ሰሰናዩ!